ብስሚላህ ወሰላቱ ወሰላም ዓላ ረሱሊላህ ሰለላሁ ዓለይሂ ወሰለም። እምበኣርከስ መጀመርያ ዝኸበረ እስላማዊ ሰላምታይ ተቐበሉ። ኣሰላሙ ዓለይኩም ወራህመቱላሂ ወበረካቱ። ብምቕጻል ናይ ሎማዓንቲ ኣርእስትና ንስያም ዘየፍርሱ ነጥብታት ዝብል እዩ። ስያም ዘየፍርሱ ነጥብታት ብዙሓት እዮም። መብዛሕቱ ሰብ ዘፍርሱን ዘየፍርሱን ስለ ዘደናግርዎ ምስቶም ንስያም ዘየፍርሱ ከነላልየኩም። ቀዳማይ ናይ ዓይኒ ነጥቢ ስያም ኣየፍርስን እዩ። ካልኣይ ናይ እዝኒ ነጥቢ ስያም ኣየፍርስን እዩ። ሳልሳይ ብመቐመጫ ወይ ብብልዕቲ ዝኣቱ ፈውሲ ጾም ኣየፍርስን እዩ። ራብዓይ ዝኾነ ፈውሲ ክታበት ምውጋእ ስያም ኣየፍርስን እዩ። ሓሙሻይ መደንዘዚ ናይ ስኒ ወይ ኩርምቲ ምስዳድ ስያም ኣየፍርስን እዩ። ግን ደም ከይትውሕጥ ክትጥንቀቕ ይግባእ። ሻድሻይ፣ ንደም ምርመራ ዝውሰድ ወይ ዝሰሓብ ደም ስያም ኣይፍርስን እዩ። ሻውዓይ፣ ቅብኣት፣ ክሬም፣ መለስለሲ ከንፈር ስያም ኣይፍርስን እዩ። ሸሞንተ፣ ማዕጁን ናይ ስኒ ክትጥቀም መወጽ ክትጥቀም ስያም ኣይፍርስን እዩ። ታሽዓይ፣ ኣብ ዝኾነ ክፍሊ ኣካላትካ ክሬም ክትልከይ ከም ቫዝሊን ካልኦት ናይ ቆርበት ክሬማትን ንጾም ኣየፍርስን እዩ። ዓስራይ፣ ኩሕሊ ክትኩሓል ስያም ኣየፍርስን እዩ። ዓሰርተው ሓደ፣ ሕኛ ክትወብእ ስያም ኣየፍርስን እዩ። ዓሰርተው ክልተ፣ ጨና ክትልከይ ስያም ኣየፍርስን እዩ። ዓሰርተው ሰለስተ፣ ዕጣን ፈቐድኡ ዝተክኽ ዘሎ ስያም ኣየፍርስን እዩ። ነቲ ዕጣን ብቐጥታ ናብ ኣፍንጫኻ ስሒብካ ክትጨንዎ ናብ ጎሮሮኻ ምስ ዝበጽሕ ስያም የባላሹ። ዓሰርተ ኣርባዕተ፣ ጥፍጣፍ ክትውሕጥ ስያም ኣየባላሽውን እዩ። ዓሰርተ ሓሙሽተ፣ መቓረት ናይ ምግቢ ክትፈልጥ ብጫፍ መልሓስካ ክትጥዕም ስያም ኣየባላሽውን እዩ። ዓሰርተ ሽዱሽተ፣ ቪክስ በፍንጫኻ ክትጨንዎ ስያም ኣየፍርስን እዩ። ዓሰርተ ሸውዓተ፣ ክዝሕለካ ክፈኹሰካ ነብስኻ ክትሕጸብ ርእስኻ ክትሕጸብ ስያም ኣየፍርስን እዩ። ዓሰርተ ሸሞንተ ጂናባ ከይተሓጸብካ ምስ ዝረፍደካ ስያም ኣየባላሽውን እዩ። ዓሰርተ ትሽዓተ ስያም ከም ዘለኻ ረሲዕካዮ ምስ እትበልዕ ወይ ምስ እትሰቲ ስያም ኣይፍርስን እዩ። ዕስራ ፈውሲ ናይ ኣዝማ ስፕረይ ክትጥቀም። ስያም ኣይፍርስን እዩ ሃዳ ወላሁ ኣዕለም ወሰለላሁ ዓላ ነብይና ሙሓመድ ወዓላ ኣሊሂ ወሳሕቢሂ።